ረድዮ ኣዳል ናይቶም ድምጾም ንኸየስምዑ ብስርዓት ህግደፍ ተዓቢሶም ዝርከቡ ዜጋታትና ድምጺ እዩ። ረድዮና ወትሩ ረቡዕን ቀዳምን ካብ ሰዓት ሽዱሽተ ክሳብ ሰዓት ሸውዓተ ናይ ምሸት ብኣቆጻጽራ ኣስመራ ኣብ ሓጺር ማዕበል ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ኪሎሃር ወይ እውን ዕስራን ሓሙሽተን ሜተር ባንድ ብክልቲኡ ቋንቋታት ዓረበኛን ትግርኛን

ይብጻሕኩም ካብ ሬድዮ ኣዳል ናይ ሎሚ መደብና ሒዝናልኩም ቀሪብና ኣለና ኣብ ናይ ሎሚ መደብና ኣብ መጀመርያ ብሃገራዊ ዜና ክንጅምር ኢና ኣስዒብና ብምኽንያት መስዋእቲ ሓርበኛ ዶክቶር ሃብተ ተስፋማርያም ብዕለት ዕስራ ጥሪ ክልተ ሽሕን ዓሰርተ ሸውዓተን ኣብ ናይ ቀብሪ ስነ ስርዓት ብፈጻሚ ኣካል ግንባር ሃገራዊ ድሕነት ኤርትራ ዝተነበ ሓጺር ታሪኽ ሂወት ስዉእ ሓርበኛ ዶክቶር ሃብተ ተስፋማርያም ከነቕርበልኩም ኢና ኣብ መጨረሻ ብምኽንያት ዝኽሪ ተረክቦ ፎርቶ ብዕለት ዕስራን ሓደን ጥሪ ክልተ ሽሕን ዓሰርተ ሰለስተን ብጅግና ወዲ ዓሊ ዝተፈፀመ ስርሒት ጀሚሩ ስጋብ ብመስዋእቲ ጅግና ስዒድ ሓጃይ ወዲ ዓሊ ዝድምደም ዝርዝራቱ ቀዳማይ ክፋል ከነቕርበልኩም ኢና። ካልኣይ ክፋሉ ድማ ኣብ ዝመፅእ ቀዳም ከነቕርበልኩም ምዃንና ነዘኻኽር። ምስ መደባትና ሰናይ ምክትታል እናተተምነና ናብ ናይ ሎሚ ዕለት ዕስራን ሓሙሽተን ጥሪ ክልተ ሽሕን ዓሰርተ ሸውዓተን ዜና ነሰጋግረኩም ብመጀመርያ በርእስቲ ዜና ንጅምር።
ኣሜሪካ ኣህጉራዊ ሽማግለ ብጉዳይ ሃይማኖታዊ ናጽነት ስርዓት ኤርትራ ብፓትርያርክ ኣርቶዶክሳዊ ቤተ ክርስትያን ኣቡነ ኣንጦንዮስ ንኽፈትሖም ሓቲቱ። ኣብ ዶብ ሱዳንን ሊብያን ዝርከብ ምድረ በዳ ናይ ብዙሓት ስደተኛታት ሬሳ ዛሕዛሕ ኢሉ ተረኺቡ። መማህራን ናብ ሱዳን ገጾም ስለ ዝሃደሙ ቤት ትምህርቲ ቶኾምቢያ ትምህርቲ ደው ኣቢሉ ምህላዉ ተሓቢሩ። ወተሃደራዊ ሓይሊ ስርዓት ህግደፍ ኣብ ዞባ ጋሽ ምዕራብ ኤርትራ እትርከብ ስትሞ ዝተባህለት ዓዲ ካብ ሓደ መስጊድ ዝጽልዩ ዝነበሩ ዜጋታት ወሲዶም ናብ ዘይተፈልጠ ቦታ ከም ዘግዓዝዎም ተሓቢሩ። ኣብ ሰራየ ኣብ ከባቢ ዓዲዃላ እትርከብ ዓዲ ወርኪ ዝተባህለት ደቂ ኣንስትዮ ዝርከብኦም ልዕሊ ሰብዓ ዝኾኑ ዜጋታት ተኣሲሮም። ክቡራት ሰማዕትና ካብ ኣርእስተ ዜና ናብ ዝርዝራቱ ነሰጋግረኩም። ኣሜሪካ ስርዓት ኤርትራ ንፓትርያክ ኣርቶድክሳዊ ቤተ ክርስትያን ኣቡነ ኣንጦንዮስ ብቐጽበት ንኽፈትሖምን መንፈሳዊ ሓላፍነቶም ንኽመልሰሎም ኣመሪካዊ ሽማግሌ ብጉዳይ ናጽነት ናይ ሃይማኖታት ሓቲቱ ከምኡውን ኣብ ውሽጣዊ ጉዳይ ናይቲ ቤተ ክርስትያን ኢድ ንኸየእቱ ኣጠንቂቑ እዚ ኣብ ልዕሊ ኣቡነ ኣንቶንዮስ ዝተፈጸመ ግፍዒ ሓደ ካብቲ ኣብ ልዕሊ ኤርትራውያን ኣመንቲ ሃይማኖት ዝተፈጸመን ጌጋ ዝፍጸም ዘሎን ግፍዕን ጭኮናን ምዃኑ ኣቦ ወንበር ሽማግሌ ብጉዳይ ናጽነት ሃይማኖት ቀሺ ቶማስ ራይስ ኣቃሊዑ። ኣብ ኤርትራ ብኣሽሓት ዝቑጸሩ ዜጋታት ብሰንኪ ሃይማኖታዊ እምነቶም ከምኡ'ውን ብሰንኪ ኣብ ልዕሊ እቲ ስርዓት ዘለዎም ተቓውሞን ወይ'ውን ብጥርጣሬ ዝተኣስሩ ምህላዎም ቀሺ ቶማስ ገሊጹ። ስርዓት ህግደፍ ንኣቡነ ኣንጦንዮስ ኣብ ወርሒ ጥሪ ክልተ ሽሕን ሸውዓተን እሱራት ክፍትሑ ኣለዎም ስለዝበሉ ናይ ገዛ ማሕዩር ወይ እሱር ናይ ገዛ ከም ዝገበርዎም ድሕሪ ዓመት ከኣ ናብ ዘይተፈልጠ ቦታ ከም ዝወሰድዎም ካብ መንፈሳዊ መዝነቶም ከም ዘውረድዎም ዝተፈልጠ እዩ። ካብቲ ዕለት እቲ ኣትሒዞም ኣቡነ ኣንቶንዮስ ገና ተኣሲሮም ከም ዘለዉን ናይ ጥዕና ጸገም ኣለዎም ክነሱ ሕክምና ከም ዘይፍቀዶምን ተሓቢሩ። ስርዓት ህግደፍ ስልጣን ካብ ዝጭብጥ ኣትሒዙ ብዙሓት መማህራን ተማሃሮን ኣስላም ብመደብ ከም ዝሓዘን ንብረቶም ከም ዝሃገረን ኩሉ ዝፈልጦ ሓቂ እዩ። ኣብ ልዕሊ ስድራቤቶም ከይተረፈ እዚ ዘይበሃል ግፍዕን ጭኮናን ወሪድዎም እዩ። ሊብያ። ሬሳታት ብዙሓት ናብ ሊብያ ገጾም ዝጓዓዙ ዝነበሩ ስደተኛታት ኣብ መንጎ ሱዳንን ሊብያን ዝርከብ ሰፊሕ ምድረበዳ ዛሕዛሕ ኢሉ ከም ዝተረኽበ ኣል ጀማሂር ዝተባህለት መርበብ ሓበሬታ ሱዳን ኣቃሊዑ። እቲ ሬሳታት ናይ ሱዳናውያን ናይ ካልኦት ሃገራት ዜጋታትን ምዃኑን ኣብተን ብሕቡእ ዝጓዓዛ ዝነበራ መኻይን ከለዉ ብሰንኪ ጽምኢ ማይ ህይወቶም ከም ዝሰኣኑ ሓደ ስሙ ክጥቀስ ዘይደለየ ናይ ዓይኒ ምስክር ንመርበብ ሓበሬታ ኣልጃማሂር ገሊጹ። እቲ ቦታ መኻይን ናይቶም ኣስገርቲ ዶብ ብተደጋጋሚ ዝጠፍኣሉ ቦታ ኣብ ርእሲ ምዃኑ፣ ቅድም ክብል'ውን ብዙሓት ሬሳታት ተረኺብዎ ምንባሩ ዝዝከር እዩ። እቶም ኣስገርቲ ዶብ ሰፍ ዘይብል ገንዘብ ዝድልቡሉ ስራሕ ደው ንኸየብሎም እቲ ፀገም ምስ ዘጋጥም ንቤተሰብ ይኹን ወይ እውን ንመንግስቲ ዝኾነ ዓይነት ሓበሬታ ከምዘይመሓላልፉ ዝተፈልጠ እዩ። ብሰንኪ እዚ ጨካን ባህሪያት ከዓ ብኣማእት ዝቑፀሩ ስደተኛታት ህይወቶም ከምዝሰኣኑ ዝተረጋገፀ እዩ። ኣብ ዝተፈላለየ መራኸቢ ብዙሓን ዝረኣ ዓይኑ ይብራህ ዝብል ጻውዒት ኤርትራውያን ቤተሰብ ብቐጻሊ ከም ዝወጽእ ኩሉ ዝከታተሎ ሓቂ'ዩ። ቶኾምቢያ፣ ሽዱሽተ መማህራን ቤት ትምህርቲ ቶኾምቢያ ንሱዳን ገጾም ስለ ዝተሰደዱ፣ እቲ ቤት ትምህርቲ ስርሑ ደው ኣቢሉ ምህላዉ መርበብ ሓበሬታ ዛጅል ኣቃሊሑ። ምምሕዳር ቤት ትምህርቲ ቶኾምቢያ እቶም ተምሃሮ ናይቲ ቤት ትምህርቲ ከምቲ ልሙድ ናብ ቤት ትምህርቲ ክምለሱ ተሓቲቶም እኳ እንተኾኑ ነዚ ጠለብ እዚ ነጺጎም ኣብ ገዛውቶም ኮፍ ክብሉ ከም ዝመረጹ እቲ ዜና ብተወሳኺ ሓቢሩ። ነዚ ንምፍዋስ ሓደሽቲ መምሃራን ካብ ውሽጢ ኤርትራ ካብ ወጻእን ንምምጻእ ምምሕዳር ናይታ ቤት ትምህርቲ ፈቲኑ እኳ እንተነበረ ከም ዘይተዓወተ ተረጋጊጹ ተማሃሮ ቤት ትምህርቲ ቶኾምቢያ ዝኸፍልዎ ዝነበሩ ገንዘብ ኣዚዩ ከቢድ ኣብ ርእሲ ምንባሩ ካብኣቶም ዕድመ ዝመርሑ ከኣ ናብ ግዴታዊ ወተሃደራዊ ይጓርትዎም ምንባሮም ዝተፈልጠ'ዩ። ስትሞ ጋሽ ባርካ ኣብ ዝሓለፈ ዓርቢ ዕስራ ጥሪ ክልተ ሽሕን ዓሰርተ ሸውዓተን ወተሃደራዊ ሓይልታት ስርዓት ህግደፍ ኣብ ዞባ ጋሽ ምዕራብ ኤርትራ እትርከብ ከተማ ስታሞ ኣብ ሓደ መስጊድ ብምእታው ዝሰግዱ ዝነበሩ ዜጋታት ብሓይሊ ወሲዱ ኣብ መኻይን ብምጽዓን ናብ ዘይተፈልጠ ቦታ ከምዝወሰዶም መርበብ ዜና ዛጂል ሓቢሩ። ነዚ ዝከታተሉ ዝነበሩ ዓበይቲ ሰባት ወተሃደራት ስርዓት ህግደፍ ነቶም ዝጨወዮም ዜጋታት ናብ ኣፍዓበት ገጹ ኣግዒዝዎም ዝብል ግምታት ከምዘሎ'ውን ሓቢሮም። ሰራየ ኣብ ከባቢ ዓዲ ኾላ እትርከብ ዓዲ ወርኪ ዝተባህለት ደቂ ኣንስትዮ ዝርከብኦም ልዕሊ ሰብዓ ዝኾኑ ዜጋታት ተኣሲሮም ናብ ዘይተፈልጠ ቦታ ከምዝተወስዱ ኤርትራዊ ማዕከን ጀበርቲ ዶት ኮም ካብ ምንጭታቱ ዝረኸቦ ዜና ኣቃሊሑ። ብመሰረት እቲ ሓበሬታ፣ ኣብ መጀመርያ ሰሙን እዚ ወርሒ'ዚ ጥሪ ክልተ ሽሕን ዓሰርተ ሸውዓተን፣ ሓደ ጀማል ዓብዱልዋስዕ ዝተባህለ ወዲ እቲ ዓዲ፣ ጸጥታ ህግደፍ ኮብሊልካ ኢሎም ክኣስርዎ ብለይቲ ምስ መጹ፣ ኣብቲ ገዛ ንዝረኸብዎም ሰባት ማህረምቲ ጀሚሮም። ኣውያት ዝሰምዑ ጎረባብትን ደቂ'ቲ ዓድን ድማ ናብቲ ገዛ ብብዝሒ ተጓይዮም ምስ ተኣከቡ፣ ጸጥታ ህግደፍ ጠያይት ናብ ሰማይ ተኲሶም ነቲ ህዝቢ ከርሕቕዎ ስለ ዘይከኣሉ፣ ፈኪሮም ድማ ጥራይ ኢዶም ተመልሱ። ብድሕሪ ሰለስተ መዓልቲ ድማ ጸጥታ ህግደፍ ሰራዊት ኣኸቲሎም፣ ናብታ ዓዲ ብምምጻእ ቆልዑን ኣንስትን ዝርከብዎም ሰብዓ ዜጋታት ኣሲሮም መጀመርያ ንዓዲ ልገስ ከባቢ ዓዲ ዃላ ድሕሪኡ ንዓዲ ኣቤቶ ካብኡ ድማ ናብ ዘይተፈልጠ በረኻታት ባርካ ከምዝወሰድዎም ምንጭታት ጀበርቲ ዶት ኮም ብተወሳኺ ሓቢሮም። ክቡራትን ክቡራንን ሰማዕትና ንሎሚ ዘዳለናልኩም ዜና ኣብዚ ይድምደም ምስ ቀጻሊ መደባትና ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ።

ጹም ይጽናሕ ኣብ መትከል ፍጹም ከይከውን ሰንከልከል ክብራና ሰማዕትና ካብዚ ቀጺልና ብምኽንያት መስዋእቲ ጅግና ሓርበኛ ተቓላሳይ ዶቶር ሃብተ ተስፋማርያም ብፈጻሚት ኣካል ግንባር ሃገራዊ ድሕነት ኤርትራ ዝቐረበ ሕጽር ዝበለ ታሪኽ ህይወቱ ከነቕረበልኩም ኢና ሰናይ ምክትታል ንምነየልኩም። ኤርትራ ሓደ ካብቶም ኣብነታውያን መራሕታ ዶክቶር ሃብተ ተስፋማርያም ኣፋንያ። ሓርበኛ ተቓላሳይ ዶክቶር ሃብተ ተስፋማርያም ኣቦ ወንበር ፈጻሚ ኣካል ግንባር ሃገራዊ ድሕነት ኤርትራ ብዓርቢ ምሸት ዕለት ዓሰርተ ሰለስተ ጥሪ ክልተ ሽሕን ዓሰርተ ሸውዓተን ድሕሪ ነዊሕ ሕማም ብመስዋእቲ ካብዛ ዓለም ተፈሊና መስዋእቱ ዝሓደጎ ዓሚቕን ከቢድን ሓዘን ፊደላትን ቃላትን ጥራይ ዝገልጽዎ ኣይኮነን። ኣብዚ ህሉዊ ጽንኩር መድረኽ ቃልሲ'ዚ መስዋእቲ ናይቲ ዕድሚኡ ብምሉኡ ምእንቲ ህዝቡን ሃገሩን ዘሕለፈ ክቡር ተጋዳላይ ምኩር መራሕን ዶክተር ሃብተ ተስፋማርያም ንህዝቢ ኤርትራን መላእ ሃገራዊ ምንቅስቓስ ዲሞክራስያዊ ለውጢ ዓቢ ክሳራ'ዩ ስዉእ ዶክተር ሃብተ ተስፋማርያም ኣብ ኩሉ ዝተፈላለየ ዓውደ ተጋድሎ ገስጋሲ ሃገራዊ ራእይን ጽኑዕ ሃገራዊ ሓድነትን መርገጻትን ዘመስከረ ሓርበኛ'ዩ። ኣብ ሃገራውን ኣህጉራውን መጋብያታት ጉዳይ ፍትሓዊ ቃልሲ ህዝቢ ኤርትራ ኣብ ምልላይ ዘካየዶ ጭቡጥ ልዑል ግደታት ኣበርክቶ'ውን'ዩ። ኣብዛ ሓጻር ህሞት እዚኣ ገድላዊ ኣበርክቶታት ስዉእ ዶክተር ሃብተ ምዝርዛሩ ኣይከኣልን እዩ። እንዳውን ኣውራጃውን ከምኡውን ካብ ጉጅላውን ኣተሓሳስባን ኣሰራርሓን ሓራ ብምንባሩ፣ ኩሉ ዘይክሕዶ ፈተናታት ጽንኩርን ተረከቦታት ዘየነቕንቖን ካብ መትከላቱን ኣብ ሓርነት፣ ዲሞክራስን መሰላት ህዝቡን ፈልከት ዘይብል ተሪር ሓልዮ ሓድነት ህዝቢ ኤርትራን ጽኑዕ ተጋዳላይን መራሒ ነበረ። ፈታዊ ህዝቡን ሃገሩን ስለ ዝነበረ ክቡር ጅግንነታዊ መስዋእቲ ከፈለ። ስለ ዝኾነ ከኣ ምስቲ ነታ ኣብ ምምራሕ ዓቢ እጃም ዝነበሮ ተጋድሎ ሓርነት ኤርትራ ዘጋጠማ ጽንኩር ዝተሓላለኸን ብድሆታት ንምስጋርን ሃገራዊ መትከላት ኣብ ምዕቛብን ክሳብ ዕለተ መስዋእቱ ብጽንዓት ክቃለስ ጸኒሑ'ዩ። ሓዲጉልና ሓሊፉ ዘሎ ዓቢ ታሪኽ ናይ መላእ ህዝቢ ኤርትራ ተቃለስቲ ደቁ ሓይልታቱን ገድላዊ ትውፊት ከም ምኻኑ መጠን ኣብ ረብሓ ዲሞክራስን ሓርነትን ሰላምን ማዕርነትን ህዝቢ ኤርትራ ንምውዓል ኣብዚ ዘለናዮ መድረኽ ምእንቲ ዲሞክራስያዊ ለውጢ ንምርግጋጽ እነካይዶ ዘለና ተጋድሎ ብቀዳምነት ምውዳቕ ዲክታቶርያዊ ስርዓት ንምቅልጣፍን ዴሞክራሲያዊት ኤርትራ ንምህናጽ፣ ጥጡሕ ሰላማዊ ዴሞክራሲያዊ ባይታ ንምምድማድን፣ መዕጠቕ ቃልስና ሸጥ ኣቢልና፣ መሳርዕን ናውትን ተቓውሞ ሓይልታት ንምጥርናፍ፣ ክንዲ ዝተኻእለና ምስ ኩሉ ክንቃለስ ምዃንና ነረጋግጽ። ሓጺር ታሪኽ ህይወት ስዉእ ዶክተር ሃብተ ተስፋማርያም። ስዉእ ዶክተር ሃብተ ብዕለት ዓሰርተ ሽዱሽተ ሓምለ ሽሕን ትሽዓተ ሚእትን ኣርብዓን ሰለስተን ኣብ ዓዲዃላ ተወልደ። ናብ ኣስመራ ብምጉዓዝ ትምህርቱ ክሳብ ካልኣይ ደረጃ ኣሰላሰለ። ድሕሪኡ ኣብ ቤት ትምህርቲ ምስልጣን መምሃራን፣ TTI፣ ቀጸለ። ድሕሪ ምምራቑ ንሓጺር ግዜ ከም መምህር ኮይኑ ኣገልገለ። ላዕለዋይ ደረጃ ትምህርቱ ንምቕጻል ናብ ኢትዮጵያ ከተማ ሃረር ብምኻድ ኣብ ኣላማያ ኮለጅ ቨትሪናሪ ተማሂሩ። ትምህርቱ ንምቕጻል ናብ ፖላንድ ገይሹ። ኣብ ዋርሶ ዩኒቨርሲቲ ኣብ መዳይ ስነ ፍልጠት ቨትሪናሪ ብመስትሬት ተመረቐ። ድሒሩ ኣብ ጀርመን ኣብ በርሊን ዩኒቨርሲቲ ኣብ ቨትሪናሪ ቢኤችዲ ብዝለዓለ ደረጃ ረኸበ። ንውሱን ግዜ ድማ ከም ተሓጋጋዚ ፕሮፌሶር ኮይኑ ኣብቲ ዩኒቨርሲቲ ኣገልገለ። ስዉእ ዶክተር ሃብተ ኣብ ብሃገራዊ ዕዮ ኣንጊሁ ተሰለፈ፣ ኣባል ምንቅስቓስ ሓርነት ኤርትራ ነይሩ። ናብ ኤሮፓ ምስ ተሳፈረ፣ ሃገራዊ ንጥፈታቱ ኣብ ክሊ ምንቅስቓስ ተማሃሮ ብምቕጻል ዓቢ ሃገራዊ ተራ ተጻወተ። ምንቅስቓስ ተማሃሮ ኤርትራውያን ኣካል ምንቅስቓስ ተማሃሮ ኢትዮጵያ ዘይኮነስ ርእሱ ዝኸኣለ ነጻ ኤርትራዊ ምንቅስቓስ ንምዃን ካብ ዝቃለሱ ዝነበሩ ልሉያት ሃገራውያን ነበረ። ስለዝኾነ ከኣ ሓደ ካብቶም መስረትቲ ጠቕላላ ማሕበር ተማሃሮ ኤርትራ ኣብ ኤሮፓ ቀዳማይ ኣቦ ወንበሩን ኮነ። ኣብቲ መዋዕልቲ ስሙር ምንቅስቓስ ተማሃሮ ብዘይምንባሩ፣ ብፍላይ ድማ ኣብ መንጎ ምንቅስቓስ ተማሃሮ ኣብ ካይሮን ኣብ ባቕዳድን ተመቓቒሉ ብምጽንሑ፣ ነዚ ንምእላይ ኣብ ዝካየድ ዝነበረ ጻዕርታት እጃሙ ንምብርካት ንካይሮ ገሸ። እቲ ጻዕርታት ስለ ዝተዓወተ ድማ ኣብ ባይቶ ሶርያ ኣብ ከተማ ደማስቆስ ዝተጋበኤ መስራቲ ጉባኤ ጠቕላላ ማሕበር ተማሃሮ ኤትራ ተሳተፈ። ከምኡ እውን ንሃገራዊ ዕዮ ብዝምልከት ናብ ሃገራት ኣዕራብ ኣብ ዝመላለሰሉ ዝነበረ ግዜ ምስ ኣቦ ወንበር ኣባላቱን ላዕለዎት ባይቶ ተጋድሎ ሓርነት ኤርትራ ብቐጻሊ ይራኸብ ነበረ። ህዝቡን ሃገሩን ኣብ ቀዳማይ ቦታ ይሰርዕ ብምንባሩ ሃገራዊ ቃልሲ ንምብራኽ ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ዓመተ ምህረት ንሜዳ ተሳተፈ። ኣብ ወርሒ ግንቦት ሽሕን ትሽዓተ ሚእትን ሰብዓን ሓሙሽተን ኣብ ዝተጋብኤ ካልኣይ ሃገራዊ ጉባኤ ተጋድሎ ሓርነት ኤርትራ ኣባል ሰውራዊ ባይቶ ኮይኑ ተመርጸ። ቀጥታ ድሕሪ ጉባኤ ከም ሓላፊ ቤት ትምህርቲ ካድር ኮይኑ ተመደበ። ድሒሩ ኣብቲ ብስዉእ ተጋዳላይ ኣዜን ያሲን ሸይኸዲን ዝምራሕ ዝነበረ ቤት ጽሕፈት ወጻኢ ዝምድናታት ከም ሓላፊ ዓንኬል ኣፍሪቃን ኤሮፓን ኮይኑ ተመደበ። ፍትሓዊ ጉዳይ ኤርትራ ኣብ ኣህጉራዊ ዓውድታትን ኣህጉራዊ ውድባትን ንምብጻሕ ልሉይ ግደ ነበሮ። ከምኡ'ውን ስዉእ ዶክተር ሃብተ ምስ ናይ ነዊሕ ዓመታት ዝኾነ ብጻዩ ዶክተር ዩሱፍ ብርሃኑ ኮይኑ ሓደ ካብቶም መስረትቲ ማሕበር ቀይሕ መስቀልን ወርሕን ኤርትራ'ዩ። መግዛእታዊ ሰራዊት ኢትዮጵያ ኣብ ልዕሊ ህዝቢ ኤርትራ ብሰንኪ ዝፍጽሞ ዝነበረ ግፍዕታት ካብ ዓድታቶም ንዝተማዛበሉ ዝተሰደዱን ኤርትራውያን ኣብ ትሕቲ ምምሕዳር ተጋድሎ ሓርነት ኤርትራ ኣብ ሓራ መሬት ብምዕቛብ ስቅያቶም ኣብ ምቅላል ስዉእ ዶክተር ሃብተን መሳርሕቱን ኣገዳሲ ተራ ነይሩዎም። ኣብ ርእሲ'ዚ ኣብ ትካል ሕቡራት ሃገራት፣ ዩኒስኮ፣ ዓቢ ጻዕሪ ብምክያድ፣ ኣብ ከሰላ ንስደተኛታት ዝኸውን ካልኣይ ደረጃ ቤት ትምህርቲ ኣብ ምኽፋቱ ወሳኒ ተራ ከም ዝነበሮም ኩሎም ዝፈልጥዎ ሓቂ እዩ። ስዉእ ዶክተር ሃብተ ተስፋማርያም ኣብ ጉዕዞ ተጋድሎኡ ኣብ ሓያሎይ ሓላፍነታት ተመዲቡ ዓቢ ሃገራዊ መስተውጽኦ ዘበርከተ ተቓላሳይ'ዩ። ኣብ መወዳእታ ኣባል ሃገራዊ ባይቶ ንዲሞክራስያዊ ለውጥን፣ ካብ ክልተ ሽሕን ዓሰርተ ኣርባዕተን ኣትሒዙ ድማ ኣቦ ወንበር ፈጻሚ ኣካል ግንባር ሃገራዊ ድሕነት ኤርትራ ኮይኑ ክሳብ ዕለተ ሞቱ ገድላዊ ዕማማቱ ብተወፋይነት ዝፈጸመ ሓርበኛ'ዩ። ስዉእ ዶክተር ሃብተ በዓል ሓዳር ኮይኑ ካብ ወይዘሮ ኣድያም ተኽሊት ሓንቲ ጓል ዶክተር ሚልየንን ክልተ ኣወዳት ሰነድን ሱሄልን ወለደ። ምሉእ ዕድሚኡ ዝኸፈለሉ ሃገራዊ ዕላማታት ክሳብ ዝረጋገጽ ኣሰሩን ኣሰር ኩሎም ጀጋኑ ስውኣትናን ብምሓዝ ጉዕዞ ተጋድሎና ንቅድሚት ክሳብ ዓወት ክንምርሽ ምዃንና ቓልና ነሐድስ። ዝኽርን ዘልኣለማዊ ክብሪን ንጀጋኑ ስውኣትና

ብምኽንያት ዝኽ ስርሒት ፎርቶ መስዋእቲ ጅግና ስዒድ ሓጃይ ወዲ ዓልን እዚ ስርሒት እዚ ብኸመይ ተበጊሱ መን እዮም ከ እቶም ቀንዲ ኣዋፈርቱ ንምንታይ ከ ዕላምኡ ክወቅዕ ኣይከኣለን ዝብል ሕቶታት ኣልዒልና ነቲ ኣብ ሓንጎል ብዙሓት ካባና ሰፊሩ ዘሎ ጽልግልግ ዝበለ ስእሊ በዚ ኣብ ውሽጢ ሃገር ካብ ዝርከቡ ብጾትና ዝተዳለወ ጽሑፍ ኣቢልና ከነብርሆ ፈቲንና ኔርና። ኣገዳስነት ናይቲ ጉዳይ ብምርኣይ ድማ እነሆ ደጊምና ነቕርበልኩም ኣለና። ሰናይ ምክትታል። ቅድሚ ስርሒት ፎርቶ ብሰለስተ ዓመት ይኸውን ብፍላይ ከኣ ኣብ ክልተ ሽሕን ዓሰርተን ዓመተ ምህረት ብምሉእ ሰራዊት ናብራ ከቢድዎ ደመወዝ ክውሰኾ ዓቢ ምዕዝምዛም ኣብ ዘርእየሉ ዝነበረ ግዜ ከምኡ እውን ናብ ኢትዮጵያ ናብ ምውሓዝ ጉዕዞ ብዘይ ምቁራፅ ብብዝሒ ኣብ ዝተራእየሉ ወቕቲ ካብዚ ኩነታት ዝተላዓለ ጅግና ስውእ ወዲ ዓሊ ዝርከቦም ብርክት ዝበለ ዝቆፃፀርዎ ኣባላት ሰራዊት ኩነታት ምምሕዳር ሃገር ናብ ዝሓሸ ንምቕያር ኣድላዩ ስጉምቲ ምውሳድ ከምዘድሊ ክዘራረቡ ጀመሩ። ስዉእ ወዲ ዓሊ ኣቐዲሙ ምስ ናይ ዞባ ደቡብ ሓላፊ ጀነራል ዑመር ሓሰን ጠዊል ብምርኻብ እዚ ህድማ ናይ ሰራዊት ክንዓግቶ ስለ ዘይንኽእል ካብ ኢድና ከይወጸ ቅልጡፍ ፍታሕ ክርከበሉ ኣለዎ ብምባል ኣትሪሩ ተዛረቦ። ጀነራል ዑመር ጠዊል ከይደንጎየ ብዛዕባ እዚ ጉዳይ እዚ ምስ ኣርባዕተ ጀነራላት ማለት ስብሓት ኢፍረም፣ ገረግዚሀር ውጩ፣ ሃይለ ሳሙኤል ቻይና፣ ፊሊጶስ ወልደዮሓንስ ኣብ ኣስመራ ተራኺቡ ተዛተየ። ሰራዊት ዝሓልፎ ዘሎ ሕማግ ኩነታት ድሕሪ ምግላጽ፣ ናይ ደሞዝ ምውሳኽ ጥራሕ'ዩ መፍትሒ ብምባል ተረዳድኡ። ነዚ ጉዳይ ብኸመይ ከዐውትዎ ሓሳባት ድሕሪ ምምልዋጥ፣ ምስ ስብሓት ኤፍረም ምስ እስያስ ኣፈወርቂ ክዛረበሉ ተሰማምዑ። ድሕሪ ክልተ ወርሒ ኣቢሉ ይኸውን፣ ስብሓት ኤፍረም ነቲ ሒዝዎ ዝኸደ መልእኽቲ፣ ብኢሰያስ ተቐባልነት ከምዘይረኸበ ሓበሮም። ዑመር ሓሰን ጠዊል እዚ ጉዳይ'ዚ ኣብ ሓዲኡ ክበጽሕ ኣለዎ ብምባል ምስ ኢሰያስ ክራኸብ ከም ዝደሊ ሓቢሩ። ነዚ ጉዳይ'ዚ ንምርኣይ ድሕሪ ክልተ ወርሒ ይኸውን ኢሰያስ ኣኼባ ሚኒስትራት ጸውዐ። ኣብቲ ዝተጸውዐ ኣኼባ እቶም ኣቐዲምና ዝጠቐስናዮም ጀነራላት ከም ዝሳተፍዎ ተገብረ። ኣብቲ ኣኼባ ኢሰያስ ደሞዝ ምውሳኽ ኣይከኣልን እዩ ምስ በለ፣ ዑመር ጠዊል፣ ከምኡ እንተኾይኑ ስለምንታይ ኣባላት ሰራዊት ይሃድሙ ኣለዉ፣ ስለምንታይ ይኹብልሉ ኣለዉ ኢልኩም ድሕሪ ሕጂ ኣይትሕተቱና ክብል ድሕሪ ምግላጹ፣ ገረዝጊሀር ውጩን ቻይናን ጥቕብብል ኣቢሎም ስነ-ስርዓት ጌርካ ተዛረብ ክብሉ ክነግርዎ ፈተኑ። ዲክታቶር ኢሳያስ ድማ ኩነታት ናይዚ ገዛ ብምዕዛብ ነዚ ጉዳይ ብዝምልከት ድሕሪ ግንቦት ንጹር መልሲ ክወሃቡ እዩ ብምባል ነቲ ኣኼባ ዓጸዎ። ድሕሪ እቲ ኣኼባ እቶም ጀነራላት ንሰራዊት ደሞዝ ድሕሪ ግንቦት ክትውሰኹ ኢኹም ኢሎም ከም ዘተስፍዉ ተገብረ። ግንቦት ድማ ንነብሳ ክብል ደበኽ በለት እሞ እቲ ዝተባህለ መብጽዓ ከኣ ከይተፈጸመ እታ ወርሒ ኣብ መፈጸምታ በጽሐት። ስለዚ እንደገና እቲ ንሓጺር ግዜ ተቋሪጹ ዝነበረ ናይ ኣባላት ሰራዊት ህድማ ክውሕዝ ጀመረ። እቲ ምዕዝምዛም ድማ መሊሱ ገደደ። ኣብ ወርሒ መስከረም ክልተ ሽሕን ዓሰርተ ሓደን፣ ዶክተር ኢሰያስ ነቲ ጉዳይ ንምዝሕሓል ብደረጃ ሃገር ተቋጻጻሪ ኮሚቴ ኢንስፔክተር ናብ ቅድመ ግንባር እናሰደደ ደሞዝ ክትውስኹ ስለ ዝኾንኩም ቁጽርኹም ክንደይ ከም ዝኾነ ብልክዕ ንምፍላጥ ኢና መጺእና ብምባል ግዜ ናይ ምኽሳብ ሜላ መሃዘ። ወርሒ ሕዳር ክልተ ሽሕን ዓሰርተ ሓደን ኩሎም ጀነራላት እንደገና ንኢሰያስ ክረኽብዎ እናኸዱ ስብሓት ኢፍረም ምስ ኣልኣሚን መሓመድ ስዒድ ኮይኑ ተራኸቦም። ዘረባኦም ድሕሪ ምስማዕ ከኣ ኣልኣሚን እቲ ኣተቕርብዎ ዘለኹም ሕቶ ቁኑዕ እዩ እንተኾነ ግን ብደገ ዝራኸበኩም ሰባት ከይህሉ ክብል ሓተቶም ዑመር ጠዊል ሕቶ ናይ ኣልኣሚን ስለ ዘቖጠዖ ካባና ንላዕሊ እታ ሃገር ትሓልየላ ኣይመስለንን ክብል መለሰሉ ቀጺሉ ኣልኣሚን ዕድል ሃበኒ ንኢሰያስ ክዛረቦ ኢሉ ተፋነዎ መልሲ ንኣልኣሚን ግን ክሰምዓኒ ኣይከኣለን ዝብል ስለ ዝነበረ ንኢስያስ ባዕሎም ክረኽቡዎ ወሰኑ። እቶም ጀነራላት ናብ በቦትኦም ምስ ተመልሱ ኢስያስ ነቶም ጀነራላት ከመይ ገይሩ ከም ዘፈላልዮም ከም ኣመሉ ክሰርሕ ጀመረ። ብቐሊል ክኸስቦም እኽእል እየ ብምባል ንፊሊጶስን ንተኽለማንጆስን፣ ኩሓቁፍ ተጓየየ። ቀጣይ እስያስ ንተኽለ ማንጆስ ናይ ምሉእ ሚሊሽያ ሓላፊ ገይሩ ሸሚዎ። ኣሎ ዝበሃል ብረት ኣውጺኡ ንደቂ ስሳ ሰብዓ ዝዕድሚኦም ከም ዝዕደል ገበረ። እዚ መግበሪኡ ገለ ለውጢ እንተተራእየ ህዝብና ኣብ ነንሕድዱ ክፋለስ ዝዓለመ ምንባሩ ኣብ ህዝቢ ይኹን ኣብ ሰራዊት ዓው ኢልካ ዝዝረበሉ ጉዳይ ኮነ። እቶም ኣርባዕተ ጀነራላት ሒዞሞ ዝነበሩ መደብ ክንቅፅሎ ኣለና ብምባል እንደገና ንኣልኣሚን መሓመድ ስዒድ ብምርካብ እዚ ሰራዊት ገለ እንተገይሩ ተሓታትነት ኣይኮናን ዝብል መርገፆም ኣስሚዖም ናብ በቦትኦም ተመልሱ። ነቲ ኩሉ ዝጓነፈና ንሰራዊት እናሓበርና ነፍሲ ወከፍ ኣብ ቦትኡ ሰባት እናሰርዔ ነቲ ሓሲብናዮ ዝነበርና ዕላማ ኣብ መደምደምታ ከነብጸሖ ኣሎና ተባሃሂሎም ተፈላለዩ። ካብቲ ቀንዲ ንሰራዊት ዝሓበርዎ ደመወዝ ምውሳኽ ከም ዘየለን ኣብ ክንዲኡ ሓሙሽተ ሽሕ ናቕፋ ከም ብርኪ በቲ መንግስቲ ኣብ ባንክ ከም ዝመሓላለፈሎም ምዃኑ ነበረ። ካብዛ ግዜ ጀሚሩ እዩ ድማ እቲ ናይ ተቓውሞ ምጥርናፍ ኣብ ኩሉ ዞባታት ፋሕ ኢሉ ዘሎ ሰራዊት ዝተቐላቐለ። እቲ ቀንዲ ናይ ሎሚ ኣርእስትና ጉዕዞ ጅግና ስዉእ ስዒድ ሓጃይ ወዲ ዓሊ ስለዝኾነ ብዛዕባ ኣብ ዞባ ደቡብ ዝነበረ ውደባ ኣተኲርና ክንዛረብ ኢና። ንመጀመርያ ግዜ ኣብ ሃዘሞ ጀነራል ዑመር ጠዊል ነቶም ላዕለዎት ኣካላት ከም በዓል ሙስጣፋ ኑርሑሴን፣ ሰይድ ሓጃይ ወዲ ዓሊ፣ ኣብርሃም ገላዋ፣ ሳልሕ ዑስማን፣ መንግስቱ ወዘተ ብምእካብ ሕማቅ ኩነታት ሰራዊት ነዚ ኩነታት እዚ ንምምሕያሽ ዝቀረበ ሓሳባት ብኢሰያስ ጸማም እዝኒ ከም ዝተዋህቦ ብዙሓት ጀነራላት ከኣ ነቲ ዝጀመረ ምንቅስቃስ ኣብ መደምደምትኡ ከነብጽሖ ተሰማሚዕና ኣለና ክብል ገለጸሎም። ድሕሪ ወዲ ዓሊ ኣብ ክልተ ሽሕን ዓሰርተ ክልተን ኣብ ቅድሚ ግንባር ድፋዓት እናኸደ ንኹሎም ሓለፍቲ ብርጌድ እናዞረ ክሕብር ጀመረ። ካብዚ ብምቕጻል ድማ ዓቢ ምትእኽኻብ ክገብር ምስ ዝድለ ሽፋን ክኾኖም ብማለት እቶም ሓለፍቲ ናይቲ ዞባ ክፍሊ ባህሊ እናምጽኡ በቲ ሓደ ወገን ጓይላ ይተኽሉ በቲ ካልኣይ ወገን ድማ ዕማማቶም ከሰላስሉ ይፍትኑ። ኣብ ክልተ ሽሕን ዓሰርተ ሰለስተን ዓብይ ለውጢ ንምርጋፅ ዝተፀንዐ ስርሒት ንምክያድ ኣብ ሓበራዊ ርድኢት ተበፂሑ እኳ እንተነበረ እቲ ስርሒት ዝፍፀመሉ ዕለት ግን ኣይተወሰነን። እቲ ሰራዊት እንተኾነ ክሳብቲ ሰዓት እቲ ብትሕም ትሕም ጥራሕ እዩ ነዚ ዝኸይድ ዝነበረ ምዕባለታት ክከታተል ዝፀንሐ። ብዕለት ዓሰርተ ጥሪ ክልተ ሽሕን ዓሰርተ ሰለስተን ወዲ ዓሊ ንሰራዊት ኣኼባ ይገብር እሞ ዝኣከቦም ሰራዊት ከኣ እቲ ልሙድ ሕቶ ይሓትዎ ከም ጉዳይ ደመወዝን ካልኦት ንዕኡ ዝኣመሰሉ ጉዳያትን። ደመወዝኩም ክውሰኽ እንተኾይኑ ኩነታትኩም ክመሓየሽ እንተደሊኹም ኣብዚ ሃገር ለውጢ ከነረጋግጽ ኣሎና እዚ ከኣ ናትኩም ሓላፍነት እዩ ዝብል ቃላት ከይተወላወለ ክገልጸሎም ጀመረ። ዳሕራይ ከኣ ደመወዝ ምውሳኽ ኣብዩ ዘሎ እቲ መንግስቲ ስለዝኾነ ኣብ ክንዲ ንዓይ ትሓቱ ነቲ መንግስቲ ክትሓትዎ እናበለ ፈሊጡ ክቶኻቶኾም ጀመረ። ደሓን ዝኾነ ባይታ ድሕሪ ምንጻፍ ከኣ ስዉእ ወዲ ዓሊ ንመራሕቲ ብርጌድ ኣኪቡ ስጋእ ከይበለ ገለ ካብቲ ኣብ ሓንጎሉ ሰፊሩ ዝነበረ ናይ ለውጢ ሓሳባት ከካፍሎም ጀመረ። ክንደይ ግዜ ንሰራዊት ክነደናግር ኢና ከምኡ ውን ኩላህና መራሕቲ ለውጢ ክንገብር ተራዳዲእና ኣብ ሃገርና ለውጢ ንምምጻእ ኢድ ንኢድ ተታሓሒዝና ክንሰርሕ ይግባእ ክብል ሓያል መደረ ኣስምዖም መብዛሕቲኦም ድማ ኣብ ቀረባ ስለ ዝጸንሑ ኩነታት ናብ ኣዝዩ ዝባኣሰ ጥርዚ ይሰጋገር ምህላዉ ብምግንዛብ ብቀጥታ ምስ ሓሳቡ ተቀባበሉ። እዚ ምስ ገበረ ድማ ስዉእ ወዲ ዓሊ ናብ ወኪል ኣዘዚ ክፍሊ ሰራዊት ሰላሳን ሓደን ወዲ ረሺድ ዝተባህለ ነዚ ጉዳይ ብዝምልከት ቀልጢፉ መልእኽቲ ይልእኽ። ወዲ ረሺድ ድማ ብጊዚኡ ነቶም ላዕለዎት ሓለፍትን ኣዘዝቲ ብርጌዳትን ከም በዓል ደምበላስ ወዲ ወልዱን ስራጅን ማንጁስ ፍትዊን ወዘተ ብምእካብ መልእኽቲ መጺኡና ኣሎ። ንሱ ድማ ኣብ ሓጺር ግዜ መእረምታ ስጉምቲ ክንወስድ ይግባእ በሎም። ንሶም ድማ ብመን ዝመጸ መልእኽቲ ይብልዎ። ብጀነራል ዑመር ጠዊል እያ ኸኣ ይብሎም። ኩሎም ተሳተፍቲ ኣኼባ ጽቡቕ ሓሳብ ምዃኑ እኳ እንተረጋገጹ ደምበላት ግን ኣነ ኢደይ ኣየእትወላን እየ። እንተኾነ ግን እግዝኣቢሄር ምሳኹም ይኹን በሎም። እቲ ጉዳይ ብምስጢር ክዕቆብ ኣብ ናይ ተጠንቀቕ ኩነታት ክጸንሕ ድማ ተራዳዲኦም ተፋነዉ።
ክቡራትን ክቡራንን ሰማዕትና ንሓደ ሰዓት ዝኣክል ብኽልቲኡ ቋንቋታት ዓረብኛን ትግርኛን ዘዳለናልኩም መደባት ኣብዚ ይድምድም። ክሳብ ዝመጽእ ዘሎ ቀዳም ንራኸብ ብሰላም ቀንዩ። ርእይቶኹምን ሓሳባትኩምን በዚ ዝስዕብ ኢመይል ክትልእኹልና